ኩቡራት ሰማዕትና ሎሚ ክልተ መንእስያት ሒዝናልኩም መጺና ኣለና ንሳቶም ኣብ ዳያስፖራ ኮይኖም ምእንቲ ፍትሒን ዲሞክራሲን ዝቃለሱ ዘለዉ እዮም ዮኤል ኪሮስ ካብ በልጅም ኣካያዲ ፋኑስ ኔትዎርክ ሳምሶም ሰሎሙን ካብ ፍራንክፈርት ጀርመን ደራሲ ኣብዚ ቀረባ እዋን ተሓቲማ ዝወጸት ርስቲ ጉጅለ ዓሰርተ ሓሙሽተ እትብል መጽሓፍ እዩ ተወሳኺ ጎስጓሳይ ዘይጎነጻዊ ኣጋብ ቃልሲ እዮም ብምኽንያት ጽምብል ዕስራን ሸሞንተን በዓል ናጽነት ኤርትራ ተዘክሮኦም ከዕልሉና ዓዲምናዮም ኣለና። ባዕሎም ክላለዩ ናብኦም ከነብለኩም።
ኦኬ ዩኤል ጀምር ኣነ ክጅምር ዶ ኣነ ዩኤል ኪሮስ እየ ዝበሃል ኣብዚ እዋን እዚ ኣብ ቤልጅም እየ ዝቕመጥ ኣብ ሱዳን ተወሊደ ድሕሪ ናጽነት ድማ ትስዓን ሓደን ምስ ኮነ ድማ ስድራይ ጽምኢ ናይ ናጽነት ስለ ዝነበሮም ኣብ ቀረባ ስለ ዝጸንሑ ናጽነት ኮይኑ ምስ ተባህለ ኣብ ወርሒ መስከረም ትስዓን ሓደን ናብ ኤርትራ ኣቲና ክሳብቲ ክልተ ሽሕን ሓሙሽተን ድማ ኣብ ኤርትራ ይነብር ነይረ ስለዚ ካብ መባእታ ሃይስኩል ዝኹሉ ኣብ ኤርትራ ሒሊፈዮ ዋላ ሳዋ ውን መጀመርያ ጋሕቴላይ ዓሰርተ ሰለስተ ዙርያ ኣብቲ ሕማቕ ኩነታት ብድሕሪኡ ድማ ዳግማይ ታዕሊም ድማ ናብ ዓሰርተ ሽዱሽተ ዙርያ ድማ ተሳቲፈ ኔረ እዚ መስል ናተይ ብሕጽር ዝበለ። ኣፍ ጽቡቕ ስለዝስ ስደተኛ ኔርካ ሃገር ናብ ሃገር ተመሊስካ
ኣብኡ እወ ዓቢኻ ዘገርም እዩ ኣብ ስደተኛ ነይረ ናጽነት ክኸውን ከሎ ኣብ ስደት ነይረ ስለዚ ዳርጋ ሜሊሸ ከዓ ድሓር ስደተኛ ኮይነ ከም ብሓድሽ ክትብል ትኽእል እያ ሃገራዊ ኣገልግሎት ከዓ ኣገልጊልካ እወ ሃገራዊ ኣገልግሎት ድማ ነይረ ኣ ጽቡቅ ሓፂር እዩ ደኣ እምበር ነይረ ኣብቲ ሃገራዊ ኣገልግሎት ከምቶም ገሊኦም ነዊሕ ዝኸዱ ኣይኮነን ናተይ ዕድለኛታት ካብቶም ዕድለኛታት ሓደ እየ ነዊሕ ኣብቲ ሃገራዊ ኣገልግሎት ኣይገበርኩን
እቲ ኣምርን እቲ መናብሮን ሲ ክትገልፆን ክትገልጾስ ትኽእል ኢኻ።
ጽቡቅ ጌረ ማለት ሃገራዊ ኣገልግሎት ክበሃል እንከሎሲ ሓደ ብምሉኡ ህዝቢ ኤርትራ ስለ ናብ ኣገልግሎት ዝኸይድ ዝነበረ ኣብ ገዛይ ድማ ኣሕዋተይ መዕባየይ ሳልሳይ ዙርያ ኔራትና ሓፍተይ ቀብኹሩ ገዛና so እቲ ኣገልግሎት ዝበሃል ኣብ ስድራኻ ኣብ ኣዕሩኹትካ ኣብ መሓዙትካ ኣብ ሂወትካ ትሪኦ ስለ ዝኾነ እንታይ ምዃኑ ንምርድኡ ኣይጸግመካን እዩ።
ሳምሶም ሰላም ኣነ ከኣ ሳምሶን ሰለሙን እበሃል ኣብ ናቕፋ ሳሕል እየ ተወሊደ ኣቦይን ኣደይን ናይ ህዝባዊ ግንባር ተጋደልቲ እዮም ነይሮም ከምቲ ናይ ዩኤል እውን ተስዓን ሓደን ምስ ኮነ ናፅን ድሕሪ ናፅነት ማለት ንስምራ ኣቲና ኣብ ኣስመራ ድማ መባእታን ማእከላይ ደረጃን ተማሂረ ማለት እዩ። ዝባ ሃይስኩል ምስ ዩኤል ብሓንሳእ ኢና ኔርና ኣብ ቃሃዜ ተማሂረ ኣነ ውን ብድሕሪኡ ዓሰርተ ሰለስተ ዙርያ ውን ከይደ ኔረ ወሪደ ማለት እዩ ንታዕሊም ካብኡ ነጥቢ ኣምጺኤ ውን ተመሊሰ ማለት እዩ ንኣስመራ ብድሕሪኡ ግን ኣይጸናሕኩን ክልተ ሽሕን ክልተን ንስደት ኣምሪሐ ማለት እዩ ሽዑ እቲ እዋን ናይ ጂ ፊፍቲ ገለ ዝእሰሩሉ ዝነበረ እዋን ናይ ኤርትራ መጻእስ ብዕሊ ቁልቁል ኣፉ ዝተበለሉ እዋን ስለ ዝነበረ ካብቲ ዓዲ ክወጽእ ከም ዘለንን ሂወተይ ክመርሕ ከም ዘለንን እዩ ኔሩ እቲ ክስታይ ዋላኳ ንኣሽቱ ተነበርና ሽዑ ብኸምኡ ምኽንያት ድማ ኣብ ጀርመን መፅየ ኣብ ጀርመን እቕመጥ ኣለኹ ስቲል ኣብ ፍራንክፈርት
ዝገርም እዩ ኣነ ገሚተ ይፈልጥን ክል- ስለዚ ክልቴኹም ሲ ትፋለጡ ኢኹም ኣብ ሃይ ስኩል ብሓደ ነርኩም እየ ዝሰምዕ ዘለኹ
ደሓር ክመሰዐለልና ኢና ከምኡ ሓንሳብ ከም ዝነበርና እምበር ኣብኡስ ብዙሕ ኣይንፋ ይሄ ዩኤል እወ ማለት
ብገጽ ሳምሶን ምናልባት ውዕይ ዝበለ ነይሩ ክኸውን ስለ ዝኽእል እቲ ገጹ ዓጠቕ ዓጠቕ ይብለኒ እዩ ደሓር ከዓ ትፋጥ ስለ ዝኾንካ ምስ ሓተትካ ትዝክሮ ኢኻ ትስምም ምዃኑ ኣብኡ ኣብቲ ግዜ ግን ብዙሕ ቅርበት ግን ኣይነበረና ኣይንፈላለጥ ኢና ነርና
ግርም እሞ እሞ እቲ ቀንዲ ዕላልና ኣብ ሽሕን ትሽዓተ ሚትን ተስዓን ሓደን ብስራት ናፅነት ናይ ኤርትራ ግንቦት ዕስራን ኣርባዕተን ንኣሽቱ ኢኹም ነርኩም ንስኹም እቲ ናፅነት ምስ ተሰምዐስ ዝተሰማዓኩም ስምዒታት ደስታን ተዘክሮታትን እስከ ኣዕልል ኣብሉና
እወ ሕጂ ምናልባት ኣነ ሓቂ ተሓይሽ ቅድሚ ሕጂ እውን ብዛዕባኡ ቪድዮ ኪደ ነይረ ብዛዕባ እቲ ናይ በዓል ናጽነት ኣበይ ከም ዝነበርኩ ከምቲ ዓንተይ ዝገለጽክዎ ኣብ ሱዳን ኢና ነርና ሕጂ ኣብ ስደት ስለ ዝነበርና ድማ ቀጻሊ ሃገር ተጋደልቲ ከም ዝነበሩ ማለት ንፈልጥ ኔርና ኢና ከምቲ ሓደ መዓልቲ ዝገለጽክዎ ውን ኣብ ሰማንያን ትሽዓተን ንሓወቦይ ተጋዳላይ ንክርኢ ንግርማይካ ውን ምስ ምስ ኣሕዋተይ ከይደ ኔረ ኣብቲ እዋን እቲ ሓወቦይ ቤት ትምህርቲ ሰውራ እዩ ኔሩ ድሓር ግን ኣብ ተጋዳላይ ተዋጋእ ሰራዊት ከይዱ ማለት እዩ ኣብቲ እዋን እንታይ ኢልና ኔሩ ንዓኹም ዝህበኩም ህያብ የብለይን ናጽነት ግን ከምጻልኩም የልና ሕጂ እቲ ዘረባ ከም ዋዛ ዋዛ ኢዩ ድብሎ ኔሩ ማለት ይብሎ ይኣምነሉ ኢዩ ግን ኣኽቢዱ ኣይኮነን ኢልና ንዓኹም ናጽነት ከምጻልኩም ኢዩ ሕጂ ንሕና ከምኡ ኢልና ሰሒቕና ንሱዳን ንኻርቱም ተመሊስና ድሕሪ ንሱ ኣብ ተስዓን ተስዓ መጨረሽታ ተሰዊኡ ማለት እዩ ኣብ ግንባር ጊንዳዕ ተሰዊኡ ሕጂ ኣብቲ እዋን እቲ ሃገር ክትህልወና ምዃና ንሓስብ ነርና ኢና ንፈልጥ ነርና ኢና ከምዝበልኩ ከዓ ወለደይ ከዓ ናይ ህዝባዊ ግንባር ስሩዓት ስለ ዝነበሩ እቲ ኩሉ ዝግበር ምንቅስቃሳት ባህሊ ውድብ እዚ ኩሉ ኣብ ሱዳን ኣክቲቭ ስለ ዝኾነ ዳርጋ ኣብ ሳሕል ዝነበርና ኮይኑ ዝስማዓካ ስለዚ ባህጊ ድሌት ነይሩ ናፅነት ክመፅእ እዩ ዝብል እምነት ነይሩ ግን ክኸውን ኢሎ ኣይትሓስቦን ኢኻ ኔርካ ስለዚ ሓደ ምሸት ዘይርሰዓና ማለት እዩ ኣብ ሱዳን ብዛዕባ ኤርትራ ብዙሕ ተዛሪቦም ኣይፈልጡን እዮም ኣብ ዝኾነ ይኹን ኣጋጣሚ እታ ምሸት እቲኣ ግን ኣብ ዜና ናቶም ኣስመራ ነፃ ኮይና ትብል ሃንደበት ኣብ ዜና ተነጊሩ ከምኡ ዓይነት ስንባደን ሓጎስን ኣነ ብዙሕ ኣይዝክርን ኣብ ስድራይ ስድራይ ከማን ብሃገር ደረጃ ክሓስቦ ከለኹስ እቲ ንመጀመርታ ናይ መጨረሽታን ፅቡቕ ገይሮም ተሓጎስሉ ግዜ ኮይኑ ዝስምዓኒ እቲ እዋን እቲ ነይሩ ክብል እኽእል። እቲ ከባቢና ድማ እቶም ኤርትራውያን ውሑዳት ስለ ዝነበርና ኣብቲ ከባቢ ቀልጢፍና ተኣኪብና ሳሓቓ ሳሓ ጸወታ ጣቕዒት ምሉእ ለይቲ ነቲ ከባቢ ረቢሽና ኢና ሓዲርና። ቅድሚኡ ርእስና ኣድኒና ንኸይድ ነበርና ሸዑ ግን ረሲዕናዮም ኢና ጎረባብትና። ጎረባብትና እውን ሰንቢዶም እዮም እንታይ ኹም ኮንኩም ኢሎምና ሃገርና ነጻ ወጺኣ ኢልናዮም። ሽዑ በቃ ሰለስተ ኣርባዕተ መዓልቲ ኣብቲ ካርቱም ዝነበረ ቤት ጽሕፈት ናይ ህዝባዊ ግንባር በዓል ሓጎስ ኮይኑ ከምኡ ዓይነት ሓጎስ ዳርጋ ተራእዩ ኣይፈልጥን እዩ ሃገር ነጻ ኮይና ዓድና መጺኣ ዝብል ዓቢ ሓጎስ ተሓጒስና ማለት እዩ። ስለዚ ኣነ ንእሽተይ እኳ እንተነበርኩ እዋን ወዲ ዓሰርተ ዓመት ነይረ ግን ስእልታት ኣሎ ክሳብ ሕጂ ምሳና ኣሎ ስእልታት እናተሓጎስና እንከለና ምስ ጎረባብትና እናሰሓቕና እንከለና ከምኡ ዓይነት ፍናን ሓጎስ ዳርጋ ኣጋጢሙኒ እውን ኣይፈልጥን ስለዚ ብፍሉይ መንገዲ እየ ዝዝክራ ሳዕን ሓደን ኣብ ስደት ኣብቂዑ ይበሃል ስለ ዝነበረ ስደት ከዓ ብፍላይ ብፍሉይ እያ እታ ስምዒት ኣብቲ እዋንቲ መፅያ ነይራ
ፅቡቕ ሳምሶም
እወ ኣነ እኳ ኣብ ቤት ምሶራ እየ ነይረ ናጽነት ትመጽእ ኮላ እቲ ኩነታት ተጋማጠለ እዩ ነይሩ በቲ ሓደ ከምዚ እልክብሎ ጸንሐ ተሓጎስ ንበይኒ እዩ ነይሩ ማለት ኣቐዲምና እውን ከምዝርዳእኒ ሕጂ ከም ዘይርድኣና ነይሩ እዩ። እታ ናጽነት ከም ትመጽእ ቀሪባ ከም ዝነበረት ገለ ክነዕልለሉ ናትካ ፋንታዚ ኣለካ ን ማለትሲ ኣስመራ ከመይ ትመስል ከተማ ከመይ ይመስል ገለ ስኢልካ ምስቶም ቆልዑ ተዕልል ንሓድሕድካ ከምዚ እዩ ከምዚ እዩ ገለ መለ ከምዚ ኩሉ ግዜ ዝብሉና ገዛ ኣብ ልዕሊ ገዛ ገለ መለ ንብል ነርና ማለት እዩ። እታ ናጽነት ድመጸትላ መዓልትስ ለይቲ'ሲ እተን ኣባላት ናይ ቤትሰብ እተን ኣለይትና ማለት እዩ ተኹሲ ተኪሶም ሕጂ ገሊኦም ተረዲእና ገሊና ንሕጎስ ገለመለ ንስዕስዕ ገሊኦም ከዓ በኽዩ ነይሮም ማለት ኣብቲ ኣብቲ ቤት ምሰውራ ኣብቲ ዝነበርናሉሲ ዝተፈላለየ ዓይነት ሰብ እዩ ኔሩና ቆልዑ ሕጂ ተመሊሰ ክሪኦ ከለኹ ንምንታይ ይበኽዩ ኔሮም ሽዑ ንስሕቆም ኔርና ን እንታይ ኮንኩም ትበኽዩ ኣለኹም ገሌና ንስሕቆም ኔርና ምናልባት ትርጉም ናይ ተኹሲ ብኻልእ ዝርድኦም ቆልዑ እዮም ሕማቕ ኤክስፔሪየንስ ዝረኣዩ ገሊኦም ኮይኑ ዝርድኣኒ ሕጂ ኤኒወይ ሽዑኡ ብዙሕ ነገር ተገንዚበ ኣነ ስጋ ሕጂ ልበይ ዝትንክፈኒ ሲ ኣብቲ ቤት ምሰውራ ከለናስ ከምዚ ኣሕዋት ዲኻማሲ ኩላትካ ሓደ ዓይነት ክስታይ ኢኻ ወላ ሓንቲ ድፈላልየካ ነገር ወላ ሓደ የለን ብሓንሳእ ትበልዕ ብሓንሳእ ትሰቲ ብሓንሳእ ትሕጸብ ብሓንሳእ ትድቅስ that's it ንጽባሒቱ እቶም ኣብቲ ከባቢ ኣብ ዓራግ ኢና ነርና ሽዑ ኣብቲ ከባቢ ዓራግ ዝነበሩ ተጋደልቲ መጺኦም ደቆም ወስቱ ነሮም ሕጂ ገሊኦምሲ ይሓትዎም ነሮም ኣቦይ ዲኻ ገለ ኢሎም ሓትዎም ሕጂ ገርመና ነሩ እንታይ ኣቦይ ዲኻ ኢሉ ዝሓትት እዚ ገለገለ ምሻለኪ ኦብስሊ ደቂ ስዋ ኣትዮም ነይሮም ድሓር ኣነ እውን ቁሩብ ስድራይ ኣርሒቆም ስለ ዝነበሩ ኣብኡ ገይረ ቁሩብ መዓልትታት ገይረ ነይረ ሕጂ ትሪኦም በቃ ገሊኦም ከምዚ ተስፋ እንዳቆረፁ መፂኦም ከምዚ በቃ ንዓይ ስም መፂኡ ዝቕበለኒ ሰብ የለን ገለ ዝዓይነቱ ስምዒታት ገለ ዘሕድሩ ዝከረኒ ምሻለኪ ከነደዓዕሶም ገለ በለ ሽዕኡ ኣነ ንኣስመራ ምስ መጻኹ ከምዚ ሚእትን ሰማንያን እዩ ተገምጢሉ እቲ ህይወተይ ምሻለኪ ብዙሕ ነገር ኩሉ ነገር ደይፈልጦ ነገር ጥራይ ዘጋጥመን ነይሩ ዘይትፈልጦም ሰብ እዚ በሓጎኻ እዩ እዚ ሓትንኻ እዚ ሓፍትኻ እያ እዚ ገለ ገለ ክበሃል ከሎ ብጣዕሚ እዩ ዝገርመካ በቲ ሓደ ወገን ብጣዕሚ ሓጎስ ስማዓካ ርያላይዝ ክትገብሮ ውን ትፍትን በቲ ሓደ ወገን ከዓ እቶም ዝገደፍካዮም ኣሕዋትካ ውን ከምዚ ስድራ ቤት ዝነበርና ሲ እዛ ኩላ ተገዳላይ ናብ ስድራ ክትምለስ ኮላስ ንሕና ካብታ ስድራ ቤት ተፈላሊና ኮይኑ እዩ ዝስምዓና እዩ ስለዚ ዝተሓዋወሰ ከምዚ ሚክስ እትኾነ ስምዒታት እዩ ነይሩኒ ግን ቀልጢፍና ከኣ እቲ ናይ ሜዳ ክስታይ ረሲዕናዮ ገለስ ኣብቲ ሂወት ናይ ናጽነት ከነስተማቅር ገለ ዝከረኒ ሓደ መዓልቲ ከምዚ ሓንቲ ዘ ቤተሰብና ሂያብ ሒዛ መጽያሲ ኣብቲ እንዳ ዘኽታማት ከተብጽሓሎም ሒዛሃና ምስ ከደት ንዓይን ንባባን ማለት እዩ። ሕጂ እቲ ዳይሬክተር ተቐቢልዋ ኣመስጊኑ ገለ ንጉሆ ይኣትዉ ነይሮም እቶም ተመሃሮ። ክዝምሩ ከለዉስ ንዑና ይርኣይዎም ገለ ኢሎምና ኣብኡ ከድና ማለት እዩ። ተስዓን ክልተን ገለ እዩ ዝኸውን ዘሎ ዝመስለኒ። ሕጂ ኣብኡ ምስ ከድና ተራእኹዎም እቶም ቆልዑ መብዝሕትኦም ንፈልጦም ምሳና ነበሩ ቤት ትም ሰውራ። ካብኡ ተረዲእኒ ማለት እዩ ኣነ እዛ ናጽነትሲ ጽቡቅ ጌራ ከም ዝፈላለየትና ማለት እዩ ኣቦ ከም ዘይብሎም ማለትሲ ኣብኡ ከለና ኣብ ሓንሳእ ክንዓቢ ከለናስ ኣይርድኣናን ኔሩ ፈጺሙ ሕጂ እዚታት ስምዒታት ኣሎ ብጣዕሚ ንዓይ ቁሩብ ትንክፍ ደብለኒ ማለት እዩ በቲ ሓደ ወገን ከኣ ጽቡቕ ጌሩ ዝዝከርን ከኣ ብፍላይ ኣብ ቴስዓን ሰለስተን ረፈረንደም ክግበር ከሎ ሓጎስ ዝነበረ ዋላ ውን ካብ ቴስዓን ሓደን ኣትሒዝካ ማለት እዩ በቃ ዓመታ ርችታት ክትኮስ ሰብ ክሕጎስ ንዓና ርእዩ ሓሓቂፉ ክስዕመካ ቤተሰብካ ዓዲ ትኸይድ ከምኡ ገለ እዚታት ጽቡቕ ጌሩ ዝዝከረኒ ማለት እዩ ስለዚ ንዓይሲ ሕውስውስ ዝበለ ክስታይ እዩ ኔሩ ማለት እዩ።
ሓንካ ካብ ክልቴኹም ከም ዩኤል ከም ዝበሎ ናይ ትሽዑ መዓልቲ ሓጎስ ዝነበረ ናይ ብሓቂ ዝነበረ ሓጎስ ኣብ ህዝቢ ኤርትራ ከምኡስ ክድገም ዶ ክእል ኸውን ኢኻ ትብል ሕጂ እዚ ከሎ ግን ሳምሶም ብዘልዓልካያ ግን እቲ ናጽነት ናይ ናጽነት ተኹሲ ምስ ተተኮሰስ ገለ ቆልዑትሲ በኽዮም ክትብል ከለኻ ከኣ እቲ ንሳቶም ምትኳስ ናይ ታሕጓስ ይኹን ናይ ሓዘን ይኹንሲ እታ ምትኳስ ዝፈልጥዋስ ናይ ጸላኢ ምትኳስ ስለ ዝኾነሲ በኽዮም ኢልካ ሕጂ እቲ እቲ ገድሊ ናይ ህዝቢ ኤርትራስ ስጋዕ ክንደይ ስምብራት ኣብቶም ህጻናት ከም ዝነበረ እዩ ዝረዳእካ ስለዚ Yeah. ብዙሕቶም እያ ስለዚ ሓቅኹም እዚ ናጽነት ብዙሕ ክስታያት ኣለዎ እቲ ዝነበረ
ሂወት ኣብ ሜዳሲ ምናልባት ብጽቡቕ ጥራይ ክገልጾ ፈቲነ እምበር ኣዝዩ በዳሂ እዩ ነይሩ ብፍላይ ንዓና ህጻናት ህጻን ኮንካስ ኣብ- ኣብ ሳሕል ክትውለድሲ ቀሊል ነገር እቲ ተፈጥሮኣዊ ሽግራት ከይኣኽለካ ደብዳብን ገለን ናይ ነፈርቲ ገለን ይርኢ እዩ ዝዝክሮ ማለት እዩ እዚ ቀሊል ሂወት ኣይነበረን።
እሞ ኣብታ ትቕጽል ዕላልና ድሕሪ እዚ ኩሉ ምስጋር ናይ ናጽነትን ታሕጓስ ናይ ናጽነትን እዚ ጉዕዞ ናይ ዕስራን ሸሞንተን ዓመት ናጽነት ኤርትራ ከኣ ብፍላይ ንመንእሰያትና ዝገጠሞም ሽግር፣ ዝኸፈልዎ መስዋእቲ፣ ዝሓለፎም ናይ ህይወት ዕድላት ብዙሕ እዩ። ግን ኣብዚ እዋንዚ ሰላም መጺኡ ኢሉ ዝተኣወጀሉ እዋን ግን መራሒ ናይዚ ምልካዊ ስርዓት ኣይከሰርናን ክብል ከሎ፣ ህዝቢ ኤርትራ ብርግጽ ከሲሩ እዩ። ንስኹም ከም መንእሰያት መጠን እቲ ክሳራን ዓይነቱን ብኸመይ ትግምግምዎ?
እወ እም እዚ ናይ ኣይከሰርናን ዘረባ ናይ ብሓቂ ማለት ሓደ ነዊሕ ግዜ ንህዝቢ ኤርትራ ሕማቅ በዲልዎ ዝከይድ ዘሎ መራሒ ስለ ዝኮነ ከምዚ ኣብ ገለ እዋን ደርጋ ቀቢጽናዮ ኢና ክትብል ትክእል ኢካ ማለት ከም ሰብሲ ብዙሕ ክፉእ ነገር ዝገብር ዘሎ ሰብ ምካኑ ትርኢ ስለ ዝኮንካ ንመቃልስቱ ዝነበሩ ምስ ኡድ ሓድሩ ዝበልዑ ዝሰትዩ ዝነበሩ ሰባት ንወለዶም ሓንቲ ግዜ በጃኻ ክንሪኦም ጥራሕ እንዳበሉ እናተመነዩ ከይረኣይዎም ዝሞቱ ወለዲ ስለትፈልጥ እቲ ክፍኣት ግብሪ ዓቐን ስለዘይብሉ እቲ ናቱ ሕማቕ ዘረባ ትጽበዮ ወይከኣ ብዙሕ ኣይምሰንበደናን ኔሩ ግን መልሽካ ክትሓስቦ እንከለኻ ግን ናይ ብሓቂ ከም ብሓድሽ ድማ ንብዙሕ ሰብ እቲ ዘረባ ኣሰንቢድዎ እዩ። ኣይከሰርናን ትብል ዘረባ እሞ ህዝቢ ኤርትራ ሲ መዋእሉ ብዙሕ ነገር እንዳሰወኤ ብዙሕ ነገር እንዳጥፈኤ እንዳኸሰረ እዩ መጺኡ ኩሉ ሰብ ወላ ንሳቶም ውን ባዕሎም ኣብ ዝተፈላለየ ግዜ ድገልጽዎ ንሕና ከም ህዝቢ ኤርትራ ንሕና ንኸፍሎ ዋጋ ኩሉ ግዜ ክቡር እዩ ማለት እቲ ዘለና ኢና ንህብ ኣብ ገሊኡ ሃገራት ከምኡ ኣይበሃልን ክኸውን ይኽእል ከም ናይ ሰብ ኣዘራርባ ግን ኩሉ ሰብ ክቡር እዩ ብርግጽ ግን ኣብ ገሊኡ ሃገራት ትርፊ ትርፊ ማለት ሲ ዝኾነ ትርፊ ዓይነት ሰብ እዮም ናብ ሰራዊት ድሰዱ ነይሮም ንሕና ግን ትዘለና ኩሉ ኩሉ ኢና ንውፍ ነይርና ሕጂ ከምኡ ኢልና ብዙሕ ሰብ ተኸላቢቱ ብዙሕ ህይወት ጠፊኡ ሓንቲ ግዜ ጽንዓት ይሃብኩም ሓደ ግዜ ንተሓዘን ድኸውን ደበሳ ከይተገብረ እንከሎ ዝዓበየ ነገር ከኣ ንመዋእሉ ዶብ ክሕንጸጽ ኣለዎ ቅድም ተባሂሉ ተወንዚፉ ነዊሕ ግዜ ክኸይድ ጸኒሑ ሰላም ኮይኑ ክበሃል እንከሎ እታ ቀዳመይቲ ክትግበር ዝግብኣ እቲ ሕጋዊ መስርሕ ኩንደይ ሰብ ሂወቱ ነዚ ኢኻ ትኸይድ ተባሂሉ ዝኸደሉ መንገዲ ኣክንዲ ቅድም ንዓኣ ትኸውን ንዓኣ ከይገበረ እንከሎ መጺኡ ሃንደበት ኣይከሰርናን ኢሉ ልቢ ብዙሓት ሰባት ናይ ብሓቂ ሰይሩን ኣጉህዩን እዩ ስለዚ ኣነ ኩልና ንፈልጦ ኢና ኣብ ብሉጻት ዝኾኑ ብፍላይ ኣብዚ ናይ ዳሕራይ ኩናት ዝተገብረ ማሓዙትና መሳቱና ክንደይ ሰብ ተስፋ ዝነበሮም ክንደይ ለባማት ክንደይ ዓበይቲ ክንደይ ገዝኦም ድኣልዩ ዝነበሩ ገሊኦም ውን ደቂ ሓምሳ ዓመት ዝኾኑ ዳሕራይ ሃንደበት ተወስዱ ደቆም ገዲፎም ተሰውኡ ብዙሕ ሰብ እዩ ጠፊኡ ኣብቲ ኩነታት ብዙሕ ሰብ እዩ ዓንዩ እሞ ከኣ ካብ ግዜ ናብ ግዜ ኢዩ ሰብ ድከስር ኔሩ ናይ ሰላሳ ዓመት ኩናት ክንደይ ገዛውቲ ጠፊኡ ከብቅዕ እንከሎ ንሱ ከይተደበሰ እንከሎ ደቆም ካልእ ደቂ ደቆምን ኢዮም ከሲሮም ስለዚ እቲ ክሳራ መዕቀኒ ውን የብሉን ክትዛረበሉ ውን ኣይትክእልን ኢካ ስለዚ ከምኡ ጌሩ መጺኡ ኣይከሰርናን ኢሉ ተጠሊዑ ክዛረብ ክትሰምዖ እንክለካ ናይ ብሓቂ ክሳብ ክንደይ ከም ህዝቢ ወላ ውን ይዕቅና ከም ዘሎ መርኣያ እዩ ስለዚ ብከምኡ ኢና ንሕና ከኣ ከይ ወዓለ ከይ ሓደረ ኣብ መጨረሽታ ክከይድ ደለዎ እዚ ሰብ እዚ ክሰዓር ደለዎ ኢልና ንኣምን
ሳምሶን
ያ ኣነ እውን ካብቲ ናይ የእል ብዙሕ ዝፍለ ክሳይ ኣይኮነን ግን ኣነስ እታ ኣይከሰርናን ዝበለላ እዋንሲ ኣብ ጥቕነ ብዙሕ ተተሓሳስበን ነይራ ብናተይ ክስታይ ኣብነት እየ ዝሪኦ ሕጂ ጓለይ ካብ ኣብ ኪንደር ጋርድን እታ መምህራ እንታይ ኢላታ መቸም ካብ ዓቅሊ ጽበት ኤርትራዊ ኢኺ ኤርትራዊት ኢኺ ገሌታ እንዲኻ ተዕብያ እንታይ ኢላታ እታ መምህራ ንስኺ ኣብዚ ዓዲ ስለ ዝተወለድኪ ጀርመናዊት ኢኺ ኢላታ ማለት እዩ ሕጂ መጽያ ከምኡ ኢላሃና ኣይ ባባ መምህረይሲ ከምዚ ከምዚ ኢላሃኒ ኢላሃኒ ሕጂ ምስታ ኣይከሰርናን ዝብላ ነበረሲ ቁልጢፋ ክስታይ ኮይና ሃኖ ማሲ ኣቦ ኣቦይ ከሲረ ኣነ ተሰዲደ ዓደይ ተመሊሰ ኣይፈልጥን እየ ብድሕሪኡ ጓለይ ከማንሲ ኤርትራዊት ዘይትኾነሉ ደረጃ በጺሓ ሰለስተ ወለዶ ከሲርና ማለት እዩ ብናተይ ክሪኦ ከለኹ ነዚ ሰለስተ ወለዶ ካብ ሓንቲ ሃገር ክፍለ ከሎሲ ኣይከሰርናን ክትብል ከለኻ ናይ ብሓቂ በቲ ሓደ ወገን ኣነ ጽቡቕ እየ ረኺበዮ ምኽንያቱ ሲ እዚኣ ሲ ነቲ ዝርድኦ ኤርትራዊ ሲ ናይ ብሓቂ ተረዲእዎ ሲ ኣባራቢራቶ እያ ምኽንያቱ እዚ ላግጺ ኣይኮነን እዚ ናይ ብሓቂ ሸለል ኢልካ ዝሕለፍ ስለ ዘይኮነ እቲ በቃ ካብዚኣ ኒንዮ ኣነ ስቕ ክብል ኣይክእልን እየ ዝብል ኤርትራዊ ተሲኡ ኣሎ ክሳዕ ክንድኡ ገዛፍ ገዚፍ ጽፊዒት ምዃኑ እዩ ዘርእየካ ነው። ዝሓለፈ ቀዳም ሰሚናር ኣብ ዝገበርኩሉስ ጉንተር ሽሮደር ሒዘዮ መጽየ ነይረ ጸብጻብ ስነ ፍልጠታዊ ዝኾነ ጸብጻብ ዝህብ ነይሩ መቸም ክንደይ መንእሰያት ካብ ኤርትራ ወፂኦም ጣዕሚ ኣዳም ከመይ ኣሎ ካብኡ ኣብ ስደት መፂኦም ክንደይ ተማሂሮም ገለመለ ዝብል ብስታይ ኣብ መወዳእታ እንታይ ኢልና እዚ ሕጂ ዘላቶ ኤርትራዊት ኤርትራሲ ኢሉና ነርብዓ ዓመት ትሽግር ምሳና ምስ ኤርትራ ክከይድ እዩ ኢሉ መወዳእትኡኖ ሕጂሲ ኣርብዓ ዓመት ጎሰስ ከብለና እዩ ብሰንኪ ናይዚ ሰብኣይ እዚ ክስታይ ማለት እዩ Anyway ሕጂ ብኸምኡ እየ ክርእዮ ዝፍትን ኣነ። ያ ምኽንያቱ እንድሕር ርኢኻዮስ ኣብዚ ዕስራን ሸሞንተን ዓመትሲ መንእሰይ ኤርትራስ ናጽነት ኮይኑስ ቁሩብ ኣዋርሕ ካየተንፈሰ ብናይ የመን ናይ ሓኒሽ ነይሩ ካብኡ ውን ሃገራዊ ኣገልግሎት ብምስምስ ዝኸደ መንእሰይ ነይሩ። ኣብቲ ግቡእ ትምህርቱ ካየትከለስ እቲ ዝነበረ ናይ ሳዋ እቲ ናይ ሃገራዊ ኣገልግሎት ካብኡ ከየዕረፈ ከኣ እዚ ናይ ወያነ ምስ መጸ ተዝንርኢኻይስ ኣብ ትምህርቱ ኣብ ባህላዊ ደረጅኡ ንሱ ጥራይ ከይኮነ ከኣስ እዚ ናይ ድሕሪ ክልተ ሽሕ ድሕሪ ናይ ሰላም ስምምዕ ከማን ዝተሰደደ መንእሰይ ይበዝሕ። ስለዚ እዚ ኣብ ዕስራን ሸሞንተን ዓመት ሲ መንእሰይ ኤርትራስ ኣጥፊኣ እያ ኣርብዓ ዓመት ከማን ሲ እንድሕይ ኣይ እንድሕሪ ኣርኪብናሉስ ጽቡቅ ኔሩ ኣብቲ ዝነበሮ ደረጃ እንድሕ በጺሑ ጽቡቅ እየ ክብል ክብል ዝኽእል እሞ ኣብቲ ንሶም ሕጂ ብወገንኩም ናይ ብሓቂ ኣብዚ ናይ ቃልሲ ዓብ እጃም ትገብሩ ዘለኹም ኢኹም ግን ኣብዚ ተካይድዎ ዘለኹም ቃልስኸ ዋላ ብዙሕ ሰዓብቲ ኣለኩም ብዙሕ ደጋፍቲ ኣለኩም ይረአ እዩ እቲ ደገፍትኹም ግን ዘጋጥመኩም ዕንቅፋታትን ብድሆታትን ሲ እንታይ ይመስል ብኸመይ ከ ትምክትዎ
እቲ ኣነ እኮ ሓቂ ተሓይሽ ዳርጋ ከምዚ ትዕንቅፋት እንታይ እዩ ናይ ንቕሓት ሽግር ኣሎ ኣብቲ ደንበ ፍትሒ ኢልና ንፅውዖ ፍትሒ ዘይርድኦ ሰብ ብዙሕ ኣሎ ነቲ ማለት ኩሉ ግዜ ነቲ ህዝቢ እንታይ እዩ ናትካ ስራሕ ዝሓሸ ነገር ክፍጠር ኣብ ኤርትራ ኢና ንቃለስ ዘለና ሕጂ ኣብቲ ናትና ጎንና ኮይኖም ተቓለስቲ ኢና እንዳበሉ ወይ ቀድሪት ፍትሕ ኢና እንዳበሉ ዘይፍትሓዊ ኣተሓሳስባ ዘይፍትሓዊ ነገራት ክገብሩ ቀጻሊ ክትርኢ እንከለኻ ወይ ከጋጥም እንከሎ ዝዓበየ ብድሆ ንዓይ ንሱ እዩ ብውልቀይ ዋላ ሓንቲ ብዙሕ ዘሰክፈን ነገራት የለን ማለት ለሚደዮ ማለት ብውልቂ ምፅራፍ ኣሎ ብፕራይበት ፅሑፉልካ እዮም ገሊኦም ህግደፍ ብፍላይ ማለት እዩ ብፕራይበት ክፅሑፉልካ ፍትንሉ ደገፍቲ ናቶም ሓንሳእ ሓንሳእ ስእልኻ ጠቂዖም ኣብ ፌስቡክ እዚ ከምዚ እዩ ሰራቂ እዩ ከምዚ ገንዘብ ዝሰርቕ ኣሎ ሓሳዊ እዩ ፈገር እዩ ናይ ወያነ ልኡኽ እዩ ብዙሕ ነገር እዮም ዝገብሩ ማለት የግድሶም ከምኡ ብዙሕ ኣሎ ትሪኦ ኢኻ ብውልቂ ማለት እዩ ሕጂ ብርግጽ ነቲ ስድራ ቤት ሓደ ሓደ ግዜ የሰክፎ እዩ ኣነ ለሚደዮ ዳርጋ ነቲ ስድራ ናተይ ሓደ ሓደ ግዜ ረስዕዎ እዚ ክፋል ናይቲ ቃልሲ እዩ እዚ እንተዳ ማለት ሲ እቲ ዝኸፍአ ካልእ ነገራት ይሕልፍ ስለ ዘሎ እቲ ህዝብና ንዕኡ ክንዝክር ኣለና ደኣ እምበር ንዓይ ብውልቀይ ሰባት ዓሰርተ ግዜ ኣጸሊሞምኒ ጸሪፎምኒ ገለ ኢሎምኒ ንዑ ብዙሕ ኣይትርኣይዎ እንዳበልኩ ነቲ ስድራ ቤት ከደዓዕሶ ይፍትን ግን እቲ ስድራ ቤት ሓደ ሓደ ግዜ ክኸብዶ ይኽእል እዩ ምክንያቱ ዕስርቲ ግዜ ስእልኻ ጠቂዖም ሰባት ብዝተፈላለየ ነገር ክጨፍሩ እንከለዉ ከሰንብድ ይኽእል እዩ ግን ነዚ ኣትሊስት ብከምኡ ግን እቲ ዝዓበየ ብድሆ ንዓይ እቲ ዝዓበየ ዝሪኦ እንታይ እዩ ምክንያቱ ንሕና መጨረሽታ ህዝብና ጠርኒፍና ለውጢ ንምምፃእ ስለ ንቃለስ ዘለና ነዚ ዝሃሲ ነገራት ከኣ ኣብቲ ደምበ ፍትሒ ወይ ከኣ ፍትሓ ፍትሒ ንቃለስ ኣለና እንዳበሉ እንከለዉ ግን ዘይፍትሓዊ ኣተሓሳስባ ሰባት ምዝንጣል ሓሲኻ ብዛዕባ ሰባት ምዝራብ ልክዕ እቲ ንሕና ዘይንደልዮ ነገራት ማለት እዩ ክደጋግምዎ ትርኢ እዚ ሕጂ ንብምሉኡ እቲ ዝኸይድ ቃልሲ ዓንቃፊ ስለ ዝኾነ ነቲ ትምኒት ናትና ስለ ዘጎናድቦ ዝዓበየ ብድሆ ንዓይ እሱ'ዩ፣ ንሱ ከኣ'ዩ ንዓይ ኩሉ ግዜ ደሰክፈኒ፣ ንዕኡ ንምቕያር ከኣ ኢና ክንቃለስ ዘለና፣ ስለዚ ብውልቂ ልክዕ'ዩ ክህሉ ይኽእል'ዩ፣ ግን ለሚድናዮ ኢና፣ እቲ ዝዓበየ ብድሆ ግን ኣብ ውሽጥና ልክዕ ደለይቲ ፍትሒ እናበሉ ዘይፍትሓዊ ኣተሓሳስባ ዝውንኑ ብዙሓት ሰባት ስለዘለዉ ናቶም ሓደ ካብቲ ዝዓበየ ብድሆ'ዩ ንዓይ።
ሳምሶም
ወል ኣነ እኳ ከም ዩኤል ብዙሕ ፍሉጥ ኣይኮንኩን ግን ትሱ ዝገብሮ ናይ ብሓቂ ኢንስፓይሪንግ እዩ ንዓይ ማለት እቲ በፂሕዎ ዘሎ ደረጃ ኣዝዩ ኣዝዩ ንቕድሚት ዘበለ ኣብ መትከልካ ጸኒዕካ ቃልሳዊ ስራሕካ ምግባር ካብኡ ተማሂርናዮ ክንብል ንኽእል። እቲ ሽግራት ተመሳሳሊ እዩ ከምዚ ዝበሎ እንታይ መሲሉካ ኣነሲ ኣብዚ ኣክቲቪስት ክኸውንካ ክጅምር ከለኹሲ ንሓንቲ ዕላማ እዩ ንሱ ድማ ነታ ሃገር እዩ ወላ ሓንቲ ካብኡ ዝኸስበሉ ነገር የለ ካብኡ እንታይ ዝበሃል ዝገብረሉ ነገር የለን። ነታ ሃገር ግን ክሳዕ ክንደይ ክትከይድ ትኽእል እዩ እቲ ናይ መጀመርያ ሕቶ ንነብሰይ ዝሓተትክዋ ማለት እዩ። ንዓ ምስ መለስኩ እየ ኣብቲ ቃልሲ ኣትየ። ስለዚ እቲ ቃልሲ እንድሕር ኣቲኻ ተጻብኦን መሰናኽልን ሓርጎጽጎጽን ክጸንሓካ ባህርያዊ እዩ። ስለዚ ተቐቢልካያ ጥራሕ ኢኻ ክትከይድ ዘለካ። ከምቲ ዝበሎ ኣብቲ ኣነ እቲ ዓብዪ ፀገም ንዓይ ዘጋጥመኒ ክብሎ ዝኽእል ንዓይ ፐርሰናል ዘይኮነስ ነቲ ሒዝናያ ነበርና ዕላማ ዕንቅፋት ክኾኑ ዝኸኣሉ ሰባት ወይ ድማ ክስታይ ነይሮም ማለት እዩ ኣብቲ ፕሮግራም ሲ ከምቲ ናህና ፕሮግራም ዝነበረ እቲ ኣብ ሓጺር እዋን እዝን እዝን እዝን እዝን ተሳሊጡ በዝን በዝን መንገዲ ከምዚ ክንከይድ ኢና ትብለሉ ዝነበርካ እዋን ዘይሓሰብካዮ እንታይ ዝበሃል ተጻብኦ ወይ ድማ ክሳይ ይመጸካ ነው። ሕጂ መሊስካ ንድሕሪት ትምለስ ማለት እዩ መሊስካ ጎሰስ ትብል እዚታት ብጣዕሚ ሕርቐካ ምሻለካ ከምዚ ዝበሎ ማለት እዩ ደመተ እዚኦም ስምሳ እዮም ተቓለስቲ እዮም ኢልካ ትኣምኖም ወይ ድማ እንታይ ዝበሃል ካብኦም እንታይ ዝበሃል ጌርካ ማለት እዩ ተስፋ ጌርካ ተብል ትብል እሞ እቲ ዕንቅፋት ባዕሎም ክጅምርዎ ከለዉ ወይ ገለ ቁርብ ኣብ ተስፋ ምቑራፅ ወይ ድማ ገለ እውን ክትበፅሕ ትኽእል እንዲኻ ግን ድሓን እዩ ማለት ከምዚ ዝበልኩ ተቓልሲ ብኣኣቶም ዝዕንቀፍ ኣይኮነን፣ ብኻልኦት እውን ዝዕንቀፍ ኣይኮነን፣ ኣብ መወዳእትኡ እውን ዕውት ምዃንና ርዱእ እዩ፣ ግን ቀሊል ኣይኮነን፣ መጀመርያ ዘገም እንዳበልካ ዝመጽእ ምዕባሌታት እዩ ዝመስለኒ ኮይኑ ዝስመዓኒ ንዓይ።
ጽቡቕ እሞ ኣብታ ኣብታ ትቕጽል ክንሓልፍ እዛ ጀሚራ ዘላ ጎስጓስ ይኣክል ብሓቂ ንብዙሓት ኣብ ሓደ ረኣይ ኣምጺኡ ኣሎ ሓደ ዓቢ ኣወንታዊ ተራ እዩ ኣብዚ ናይ ቃልሲ ነዚ ንኽድንፍዕ ግን እንታይ ክግበር ኣለዎ ትብሉ? እወ
እዚ ናይ ይኣክል ኮይኑ ማለት ናይ ኣብ ሙሉእ ዓለም ንብዙሕ ሰብ ተበራቢሩ ይኣክል ብሓፂሩ ዳርጋ ህዝቢ ኤርትራ ዝብሎ ዘሎ እዩ። ህዝቢ ኤርትራ ምናልባት ኣብ ውሽጢ ሃገር ኮይኑ ከም ድላዩ ክብሎ ስለ ዘይክእል እንተደይ ኮይኑ ማለት ዓው ኢሉ ክብሎ ዕድል ስለ ዘይረክብ እዩ እምበር ብሂወቱ ብናብራና ኩልና ብሓፂሩ ካብ መጀመርቱ እንተ ዓዲ ገዲፍናያ ክንወፅእ እንከለና ይኣክል ኢልና ኢና ወጺእና። ማለት ካብዚ ንላዕሊ ክጻወሮ ኣይክእልን እየ፣ ካብዚ ላዕሊ ክነብር ኣይክእልን እየ እንዳበልና ኣብ ዝተፈላለየ ግዜና ካብ ሃገርና ነታ ሃገርና ገዲፍናያ ወጺእና። ብዋጋ ከፊልና ዋላ ገንዘብ ክኸውን ይኽእል፣ ኣብ ገሊኡ ድማ ትብዓ መንገዲ ክንደይ ከርተት ኢልና ኢና ንኤርትራ ገዲፍናያ ወጺእና። እቲ ንገዛእ ርእሱ ንሱ ርእሱ ዝኸኣለ ናይ ይኣክል መልእኽቲ እዩ ነይሩ ድርድኦ መራሒ ስለ ዘየለ እቲ መራሒ ኣብቲ ሃገር ዘሎ ነቲ ነገራት ኣየስተ ማለት ብክፍኣት ዝነብር ሰብ ስለ ዝኾነ እምበር ብቀሊሉ ከምኡ ዓይነት ህዝቢ ገዲፍካ ክኸይድ ከሎስ ርዱእ እዩ ነይሩ ኣብ ኣስመራ ከለናሲ ከም ላግጺ ከይተረፈ ከም ጆክ ከይተረፈ ኣነ ካብ ኤርትራ ካብ ኣስመራ ክልተ ሽሕን ሓሙሽተን እየ ወጽየ ኣብቲ እዋን እቲ ጆክ ነይሩ ዝዕለል ትዕልታ እዩ ነይሩ እቲ ጆክ ትዕለል ንኣብነት ኩሉ ሰብ ዝፈልጦ እዩ እንታይ እዮም ድብሉ ነይሮም ሓደ ግዜስ ኩሉ ሰብ በቃ ሻንጥኡ ሒዙ ናብ ኤርፖርት ገጹ ክኸይድ ጀሚሩ ኩሉ ሰብ። ዳሕራይ ኢሳያስ ንስርሑ እንዳኸደ እንከሎ እንተራኣየ ኩሉ ሰብ ሻንጥኡ ሒዙ ናብ ሓደ ዳይረክሽን ክኸይድ ርእዮ ናብ ሓደ እንታይ እዩ እዚ ህዝቢ ናበይ እዩ ዝኸይድ ዘሎ ኢሉ ክሓስብ ጀሚሩ ክጭነቕ ጀሚሩ ነቲ ኣውቲስቱ ሰዓቦም ረኣዮም ናበይ እዮም ዝኸዱ ዘለዉ ኢልዎ ተራኣየ ኩሉ ናብ መንገዲ ኤርፖርት ይኸይድ እሞ ደሓን እስከ ኢሉ ናብቲ ኤርፖርት ንእቶ ኢልዎም ናብቲ ኤርፖርት ምስ ኣተው እንቲ ኦም ኣብኡ ዝነበሩ ናይ ኢሚግሬሽን ሰራሕተኛታት እንታይ እዩ ናበይ እዩ እዚ ህዝቢ ኢልዎ ባቃ ኩሎም እዛ ዓዲ ገዲፎሞ ይኸዱ ኣለዉ ወፁ ኣለዉ ኢሎሞ ማለት እዩ ባሞ እንደ ሕኩሉ ሰብ ድኸ ያለው እንደ ማነው እንደ ኬድ ይሉ ካንሱ በቃ ምናሕን ይሉ ኣብኡ ከሎ ተበጊሱ ዳሕራይ ኣብ መስርዕ ተሰሪዑ ነፈርቲ ሰብ ክስቀሉ እንከለው ሪጋ ሒዙ ክስቀል ሰብ ምስ ረኣዮ ሓላፊ ስለ ዝኾነ በቃ ይሕልፎ ሕልፎ ተባሂሉ ይሕሊፎሞ ክስቀል ከሎ ናይ ነፋሪት ኣስከራ ስከላ እቲ ህዝቢ ብዙሕ ህዝቢ ነይሩ ርእዎ ክስቀል እንከሎ ማለት እናደየበ እንከሎ ደሓር ምስ ረኣዮ ኸላስ እሞ ንስኻ እንድሕር ኬድካ ደኣ እሞ ንስኻ ኸኣ ሽግርና ንሕና ክንምለስና ኢሎሞ ተመሊሶም ሕጂ እዚ እዚ ዕላል እዚ ኣብ ኣስመራ ኖርማሊ ኣብ እንዳ ሻሂ ነዕልሎ ነበርና ስለዚ ህዝቢ ኤርትራ ኣብቲ ቅድሚ ክልተ ሽሕን ሓሙሽተን ኣብ ክልተ ሽሕን ሓሙሽተን ክልተ ሽሕን ኣርባዕተን ኣስመራ ኮለኹ ኣብ እንዳ ሻሂ ንዕሎ ነበርና ተማሃሮ ኮይና ክንስሕቅ ክንጻወት ኮለናሲ ኣብ ኣስመራ ኮይና ኢና ንዕሎ ኔርና ሕጂ ክሳዕ ክንደይ ተወዲእዎ ከም ዝነበረ እቲ ህዝቢሲ ዕቅ ኢልዎ ካብ ቀደሙ ከምዚ ኢልካ ከተላግጽ ኔርካ ኣኺሉና እዩ ማለት ንሕናሲ ተስፍ ጸሊእናዮ ኢና ኔርና ኣብቲ እዋን ሕጂ ድሕሪኡ ከኣ እቲ ህዝብኻ እግሪ ዘይብሉ መዓት ሰብ ከኣ ወጺኡ ማለት እዩ ነዚ ንገዛእ ርእሱ ይኣኽለና እዩ ድብል ነይሩ። ሕጂ እቲ ይኣክል ድብል ነዊሕ ዝኸደ ናይ ህዝቢ ኤርትራ ድሌትን መልእኽትን እዩ። ኣብዚ እዋን እዚ ከኣ ከምቲ ዝረኣናዮ ኣብ ዝሓለፈ ዓመት ብድምጺ ኣሰኒኻ ብትብዓት ደቂ ኣንስትዮ ደቂ ተባዕትዮ ብዕድመ ዓበይቲ ድማ ናይ ብሓቂ ድማ እቲ ማለትሲ ህዝብና ሓፋር እዩ። ህዝብናሲ ኩሉ ኣይኮ ክዛረብ ዝኽእል ሰብ ይብልናን ንሕና ንገዛ ርእስና ከማን ሓደ ግዜ ኣብ ቪድዮ ኣብ ቪድዮ ዓሰርተ ግዜ ክንዛረብ ከሎና ሰብ ክርእየና እንከሎ ይግረም እዩ ከመይ ኢልኩም ኢኹም ከምዚ ትዛረቡ ምክንያቱ ህዝብና ናይ ምዝራብ ክስታ የብሉን ድፍረት የብሉ እዚ ዝሓለፈ ግና ኩሉ ጉልባቡ ቀሊዑ ተዛሪቡ ምክንያቱ ናይ ውሽጡ ናይ ልቡ ስለ ዝኾነ ስለ ዝተወድኡ ሕጂ መልእኽቲ ናይ ህዝቢ ኤርትራ መልእኽቲ ኮይኑ ንሕና ብምሉኣትና ከዓ እታ ሓንቲ ክንግራ ዘለና እንታይ እያ ነቲ ዘሎ ህዝቢ ብፍላይ ኣብ ደገ ዘለና ንሕና ናይ ምጥርናፍ ናይ ብሓንሳብ ናይ ምስራሕ ዓቕሚ ከነዕብዮ ኣለና። እዚ ከኣ ገና ከም ዘሎ ክርዳእና ክኽእል ኣለዎ። ህንጥዩነት ኣሎ፣ ኣነ ብክርእዮ እንከለኹ ልክዕ እዩ፣ ህንጥዩነት ህንጥዩነት ኣሎ፣ ድሌት ኣሎ፣ ግን ኣብ ሓጺር እዋን ክስተኻኸል ይኽእል እዩ ዝብል እምነት ከኣ የብለይን። ምክንያቱ ብዙሕ ናይ ኣተሓሳስባ ሽግርን ፍልልያትን ኣሎ። ግን ንዙይ ንምፅባብ ክንጓዓዝ ስለዘለና ክንጅምሮ ስለዘለና ነቲ ናትና ድሌት ተረዲእና ኮፍ ኢልና ምስ ኩሉ ሰብ ናይ ምዝራብ ዓቕሚ ክነዕቢ ኣለና ስለዚ ኣብዚ እዋን እዙይ መስርሕ እዩ ኢለ ይኣምን ኣብ ሓፂር እዋን ኩሉ ነገር ክስተኻኸል እዩ ኢለ ኣይሓስብን ይምነ እኳ ተኾንኩ ግን ኣይሓስብን ግን እቲ ሰብ ኣኼባ እንዳከደ ከም ሳምሶም ሓውና ዝገብሮ ዘሎ ውን ናይ ምንቃሕ ዝዓበየ ስራሕ ዝገብሮ ዘሎ ብኣካል እንዳከደ ብቪድዮ ኣነ ሕጂ ብቪድዮ እየ ዝገብሮ ዝበዝሕ ግዜ ግን ሳምሶም ክሪኦ ከለኩ ኣብ ዝሓለፈ እዋናት ብኣካል እንዳከደ ዓዲ ዓዲ ምስ ህዝቢ ውን ይራከብ ኣሎ እዚ ኣገዳሲ ነገር እዩ ምስ ህዝቢ ኮፍ ኢልካ ምዕላል ኣተሓሳስባ ምልዋጥ እቲ ዝዓበየ ስራሕ እዩ ስለዚ ይኣክል ልክዕ እዩ ጽቡቅ ኣሎ ግን ግዜ ከም ዝድልየና ፈሊጥና ከኣ ብዙሕ ብሰንኪ ናይ እዚ ስርዓት እዚ ሰላሳ ዓመታ ልዕሊ ዕስራን ገለን ዓመት ኮይኑ ኣብ ስልጣን ኮፍ ካብ ዝብል ብዙሕ ነገር እዩ ኣፍሪስልና ዘሎ ብዙሕ ነገር ኣባላሺልና ኣሎ ስለዚ ቀሊል ስራሕ ከም ደይብልና ተረዲእና ግዜ ወሲድና ዓቅሊ ገይርና ነቲ ናይ ህዝብና ኣተሓሳስባ ምህናጽ ክንቅጽሎ ኣለና ኢለ ይኣምን። ጽቡቅ።
እዋ ትኽብሎ ዘለኹ ኩሉ እዩ ኤርና ቀደመና እንዴታ ክንብል ኢና እዚ ይኣክልሲ እንታይ መስልክ ኩሉ ግዜ ከምቲ ኣብቲ መጽሓፍ ድብሎ ማለት እዩ ዝኾነ ይኹን ስርዓት ዝኾነ ይኹን ዲክቴተር ጽግዕተኛ ናይ ህዝቡ እዩ ህዝቢ እንድሕር ኣይደልየካን ኢልዎ ሰርቫይቭ ክገብር ኣይክእልን እዩ እቲ ስርዓት እዩ ዝብልና ሕጂሲ ይኣክል ማለት ኣይደልየካን እዩ ማለት እዩ ኣኽለካ ኣልግሰልና ማለት እዩ ስለዚ ብዝተኻእለ መጠን ኩሉ ሰብ ይኣክል ክብል ክኽእል ኣለዎ ኩሉ ሰብ በቃ ክብል ክኽእል ክኽእል ኣለዎ እዚ ነቲ ስርዓት በብቑሩብ በብቑሩብ እንዳሸራረፈ እንዳሸራረፈ ኣብ መወዳእታ ከምዘየለ ክገብሮ እዩ። እቲ ከመይ ትቃለስ ኣፍልጦ ብዙሕ ዘይብሉ ሰብ ኣሎ ኣብ ኮምኡ እንዳነጠፈ ብ ኮምኡ ይኣክል እንዳበለ ገለ እንዳገበረ እዚ non violent ቃልሲ ኣይሰርሕን እዩ እብለካ ሕጂ እቲ ኣብቲ ርድኢት ጸገም ኣሎ ማለት እዩ ሰብ እንድሕር ድኣ ኣብ ርድኢት እንድሕር ተሰማሚዑ እንድሕር ድኣ ኣብ ሓደ ስምዒታትን ኣብ ሓደ ርድኢት እንተዘይበጺሕካ ከኣ ክትዕወት ፍጹም ዘይሕሰብ እዩ። ስለዚ መጀመርያ መጀመርያ ክትከውን ዘለዋ ንሳ እያ። ኤርትራውያን ንሕና ኣብዚ እዋን እዚ ዝገደፍና ገዲፍና ይኣክል ክንብል ክንክእል ኣለና ኩላህና ማለት እዩ። ሕጂ እቲ ናይ ይኣክል ጎስጓስ ንሕና ውን ብከምኡ ኢና ኩሉ ግዜ ከነበራትዖን ከነበራብሮን ንደሊ ከነደቅሶ ዘይንደሊ ማለት እዩ። ምክንያቱ ብኡ ቢልካ ምዝናይ ከይመጽእ እታ ይኣክል መፈለምታ'ያ ግን ብድሕሪኡ ከኣ ዝግበር ነገር ብዙሕ ነገር ኣሎ ነፍሲ ወከፍ ሰብ ብዓቕሙ ብኽእለቱ ከበርክት ይኽእል'ዩ ስለዚሲ ነዚኣ ንኽንገብር ግን መጀመርያ እቲ ከምቲ ዩኤል ዝበሎ ጥርናፈን ምውህሃድን ከድሊ ማለት'ዩ ንሱ እንድሕር ደኣ ተገይሩ ከኣ ኣብ ሓጺር እዋን እዚ ስርዓት ከልግስ ጥራይ'ዩ ዝኽእል። ንዕኡ ስነዚ ከምዚ ዓይነት ህዝባዊ ታይ ትባሃል ጽፍዒት ከብሎ ክጻወሮ ኣይክእልን እዩ ስለዚ ኣብ ከምዚ ደረጃ እንድሕር ድኣ በጺሕና ኦሬዲ እቲ ቀዳማይ ስጉምቲ ከድናዮ ስለ ዘለና ኣነ በዓል ምሉእ ተስፋ እየ ማለት እዩ ብፍላይ ድማ እቲ መንእሰይ ዝገብሮ ዘሎ ብ ሶሻል ሜድያ ድዩ ንኣብነት ኣንቶይ ከማን ሎሚ ንግሆ ድዩ የለን ዩኤል ሪኤ ኔረ ከምኡውን ቅድሚ ሕጂ ከምኡ ጠቂሰዮ ኔረ ኣብ ሶሻል ሜድያ ግብረ መልሲ ምሃብ ንባዕሉ ደፊርካስ ግብረ መልሲ ምሃብ ንባዕሉ እዚ ዓቢ ክስታይ እዩ ማለት እዩ ዓቢ ጽፊዒት እዩ ነቲ ስርዓት ሕጂ ብዝተፈላለየ መንገድታት ከመይ ጌርካ ተጥቅዖ ከመይ ጌርካ ተሸራርፎ እዩ እቲ እቲ ስትራተጂ ክኸውን ዘለዎ ማለት እዩ። ኣብ ከምኡ እንድሕር ኣሚንና ከኣ ቀልጢፍና ኣብ ሓደ ደረጃ ክንበጽሕ ንኽእል ኢና፣ ንዑ ክንዕወት እውን ንኽእል ኢና እየ ዝብል። ጽቡቕ
እሞ ክታ ትቕጽል ዘላ ኢንፋክት ዳርጋ መሊስኩማ ኢኹም ኣጠቓሊልኩም ግን ንዝያዳ ምብራህሲ ብዛዕባ መጻኢ ናይ ኤርትራ እንታይ ትጽቢትን ራእይን ኣለኩም?
እዛ ሕቶ ብጣዕሚ መልሰይ ከባድ ሕቶ እያ ኣብዚ እዋን እዚ ከምዚ ብብዙሕ ሕማቅ ነገር ሓሊፍና ከም ሃገር ብብዙሕ ሃስዮምና ብዙሕ ነገር ክፉእ ሪኢና እቲ መንእሰይ እቲ ህዝቢ ብሓፈሻ ውን ዳርጋ ጽቡቕ ነገር ክሳዕ ከም ዘይሓስብ ከም ዝኸውን ገይሮምና እዮም። ብዙሕ ምንጽርጻር፣ ብዙሕ ሕርቃን ትርእዮ፣ ምኽንያቱ ብሰንኪ እቲ ዝሓለፍናዮ ክፉእ ግዜ፣ ናይ ብሓቂ ሕማቕ ግዜ ኢና ኣሕሊፍና ዘለና፣ ኣብ ናይ ስርዓት ናይ ኢሳያስ ግዜ ዳርጋ መጻኢ ክትሓስብ ክሳዕ ክሳዕ ዘይትኽእል ኢና ኮይንና ዘለና። ሓደ ግዜ መጀመርያ ኩሉ ግዜ ከምቲ ዝበልኩኹም ዓንተበይ ኣብ ኣስመራ ከሎና እውን ሕጂ፣ ብኩሉ ብላግጺ ስለ እቲ ብልብ ጆክ ስለ ዝንገር ዝነብር ኣብቲ እዋን እቲ ንሕና ኣስመራ ከሎና ውን ሓደ ካብቲ ዝዕለል ዝነበረ ብዛዕባ መጻኢ ክትሪኦ እንኮለኻ ከምዚ ማለት እዩ እንታይ ይብሉ ኔሮም ከም ጆክ ኩሉ ግዜ እቲ ሕይቲ ዛንታ ከምኡ እንድዩ ዝኸይድ ኔሩ ኢሳያስ መለስ ኣብቲ እዋን እቲ መለስ ስለ ዝነበረ ከምኡ ከኣ ናይ ኣሜሪካ ፕረሲደንት ኣብቲ እዋን እቲ ዝነበረ ቡሽ ናብ እስ ናብ ኣምላኽ ከይዶም ይብሉ እብዚ ቡሽ እንታይ ይብል ንኣምላኽ እንታይ ይብሎ ኣታ ኣምላኽ ሃገረይ እሲ መዓስ እያ ትምዕብለለይ መዓስ እያ ትጽብቐለይ ኢልዎ ኣምላኽ ከኣ ቧእ እንታይ ደሊኻ ካብዚ ንላዕሊ ዘለኻዮ እንታይ ተመስገን በል ኣኽለካዮ ሃገርካ ማዕቢላ እያ ካብዚ ንላዕሊ እንታይ ደሊኻ ኢሉ ኣፋንይዎ ይብሉ ዳሕራይ መለስ ከይዱ ኣታ ኣምላኽ ሃገረይ ኢትዮጵያኸ ከመይ እያ መዓስ እያ ክትምዕብል ገለ ኢልዎ ድሕሪኡ ኦኬይ ምናልባት ድሕሪ ብሕጂ ሚእቲ ዓመት ተስፋ ኣለኩም ሚእቲ ዓመት ምዕብልቲ ኮይና ሃገርካ ኢሉ ሰዲድዎ ይብሉ ማለት እዩ ሽዑ ኢሰያስ ተልእኮ ኣክትዩ ኣኪሉ ኣንታ ኣምላክ እዛ ኤርትራ እዛ ሃገርከ መዓስ እያ ትምዕብል ከመይ ተስፋኣ እንታይ መጻኢኣ ከመይ እያ ትምዕብል ኢሉ ሕቶ ሓቲትዎ ንኣምላክ ሽዑ ኣምላክ በኽዩ ይብሉኻ ማለት እዩ በኽዩ በቃ ካልእ መልሲ ይሃበን በኽዩ ሕጂ ኣብቲ እዋን እቲ ከም መንእሰያት እቲ ዛንታ ክመጽእ እንከሎ በኽዩ ማለት ተስፋ የብልኩምን እዮም ዝብሉና ዘለዉ የብልኩምን ለስፋ ኣምላኽሲ በኽዩ በቃ መልሲ የለን በቃ ተስፋ የብልኩምን ኢሉ ሕጂ ኣብቲ እዋን እቲ ከም ክልተሽሕን ሓሙሽተን ዝዕለል ዝነበረ እዩ እዚ ግን ክሓስቦ እንከለኹ ክሳብ ክንድኡ መጻኢና ከም ዘይንርእዮም ገይሮምና በቲ ናቶም ክፉእ ግብሪ ኣብ ልዕልና ኣብ ልዕለይ ህዝብና ዘውረድዎ ግፍዒ በቃ ጽባሕሲ ክንደይ ንሓስብ እዮም ገይሮምና እቲ ዝዓበየ ቻለንጅ ናትና ከኣ ንሱ እዩ ደሎ ጽባሕ ዝሓሸ ነገር ከም ዘሎ ጽባሕ ክትዕረ ከም ዝኮነት ሎሚ ዘሎናዮ ጥራሕ ክንርኢ ከም ዘይብልና ኢልካ ንህዝቢ እቲ ዝዓበየ ቻለንጅ ንሱ እዩ ጽባሕ ሰብ ስለ ዘይርኢ ደሎ ከኣ እዩ ሎሚ ኣብ ሓደ ከተምጽኦ ኣሸጋሪ ኮይኑ ደሎ መንጸርጸርቲ መዕገርገርቲ በቃ ኩሉ ኩፉእ በቃ ብ ሓንቲ ተስፋ ደይብልና እንዳኮና ክንከይድ ንከይድ ኣለና ስለዚ እቲ ቻለንጅ ናትና ዝዓበየ ንሱ እዩ ንዓይ እንተ ሕቶ ሕጂ እንታይ ይረኣየካ ተተባሂሉ ኣነ ኩሉ ግዜ ተስፋ ዝነብር ሰብ እየ ተስፋ ኣገዳሲ እዩ ኢለ ስለ ዝሓስብ ብዝከኣል መጠን ብዘይ ተስፋስ ትርጉም የብሉን ዝኮነ ነገር ምክንያቱ ትሪኢካ ኣብ ገሊኦ ዓዲ ኣብ ገሊኦ ሃገር ከማና ኔሮም ሕማቅ ኔሮም ኩፉእ ግዜ ሕሊፍዎም ኣብ ሓደ እዋን ግን ሓሊፍሎም ጽቡቅ ክከዱ ከኣ ስለትርኢ ኣብ ታሪክ ናይ ዓለም ንሕና ውን ከም ሰብና ናይ ቃልሲ ህዝቢ ኢና ቅድሚ ሕጂ ብቃልስና ጽቡቅ ነገር ፈጢርና ኢና ሕጂ ውን ምናባት ቅሩብ ጸልሚትና ክህሉ ይከውን እዩ ግን እንተደኣ ከምዚ ዘለናዮ ቀጺልና ብፍላይ ከኣ ኣብዚ እዋን እዚ ለንቅና ከኣ ብፍላይ ዝርኦ ዘለኩ ዘሐጉሰኒ ነገራት ናይ ብሓቂ ሓድሽ ንኩሎም መንእሰያት ብፍላይ ኣብ ደገ ዘለዉ ደገ ተወሊዶም ድዓበዩ ከኣ ብፍላይ ዳርጋ ንሶም እዮም ቁሩብ ቦኺሮም ኔሮም ክትብል ትኽእል ሎሚ ግን ንሶም ተቆጻጺሮሞ ንሕና ከይተረዳኣና ቅድሚ ሕጂ ዳርጋ ዝኾነ ይኹን ዝግበር ነገራት ኩሉ ንፈልጦ ኔርና ኢና ምክንያቱ እቲ ንሕና ውሕዳት ስለ ዝነበርና እቲ ስራሕ ኩሉ ሳዕ ንዓኻ እዩ ድወሃበካ ናኣባ ከምዚ ንግበር ከምዚ ሰላማዊ ሰልፊ ኣሎ እሞ ነዳሉ እባ ከምዚ እዚኣ እባ ትበሃሃል ኢኻ ሕጂ ግን ንሕና ዘይንፈልጦ ንሕና ዘይንርእዮ ሃንደበት ገለ ካምፔይን ትርኢ ማለት እዩ ሓድሽ ካምፔይን ትርኢ ባዕሎም መንእሰያት ደበገስዎ ስለዚ ክሳዕ ክንደይ ሰብ በዚሑ ከም ዘሎ ክሳብ ክንደይ ሰብ ይንቀሳቀስ ከም ዘሎ ለንቅነ ተበጊሳ ዘላ ሓንቲ ካምፔይን ንኣብነት Reclaim Eritrea ትብል ብንኣሽቱ ኣብ ደገ ተወሊዶም ዝዓበዩ እያ ትኸይድ ዘላ ስለዚ ከምዚ ክትርኢ እንከለኻ ተስፋ ኣለና ሰብ ከኣ እናተረድኦ ናብ ሓደ እናተወሃሃደ ይመጽእ ኣሎ፣ እቲ ጸገም እንዳበርሃሉ መጺኡ ኣሎ፣ ብኸምዚ ክትርእዮ እንከለኻ መዓስ'ዩ ክትብላ ኣይትኽእልን ኢኻ፣ ኣጸጋሚ'ዩ፣ ናይ ኤርትራ ኩነታት ኩሉ ግዜ Unpredictable እዩ፣ ግን እቲ ተስፋ ኣሎ፣ እቲ ነገር ከኣ ናብ ጽቡቕ ገጽታ ከኣ ንኸይድ ኣለና ዝብል እምነት ከኣ ኣለኒ።
ጽቡቕ ሳምሶም ተወሳኺ ተለካ? እወ ኣሕጽር ኣቢላ ኣነቲ መጻኢት ኤርትራ ከመይ ትርእያ እንድያ እታ ሕቶ ወል ኣነ ብናተይ ርዲኢት መጻኢት ኤርትራሲ ነዚ ስርዓት ምእላይ ጥራይ ኣይኮነን እቲ ሃገራውነት ንኢሰያስ ምእላይ ጥራይ ኣይኮነን እንታይ ደኣ ኣብቲ ህንጸት ሃገር ውን ሰብ ክሳተፍ ክኽእል ኣለዎ እየ ዝብል ሰብ ብፍላይ መንእሰይ በብዓቕሙ ነታ ሃገር ከምቲ ዝበልናዮ ኣርብዓ ዓመት ጎሰስ ክንብል ንኸውን ንኽእል ዕድል ጌርና ከኣ ንቕድሚት ክንውንጨፍ ንኽእል ንኸውን ግን እቲ ብድሆ ሰፍ ዘይብል ብድሆ ምዃኑ ርዱእ እዩ ንኹሉ ኣብ ልዕሊኡ ድማ እቲ ናይ ዓቕሚ ኣዳም ማለት እዩ ኤርትራ ሓዚ እቲ ቀንዱ ሃብታ ሰባ እንድዩ ዝበሃል እቲ ሰባ ከኣ የለን እቲ መንእሰይ የለን እቲ መንእሰይ ከበርክተሉ ዝኽእል ዕድመ ኢሰያስ መሰልገሰ ዘሎ ግዜ እዩ ኣብኡ እንድሕር ዘይመጺካ ዓቢ ክስታይ ማለት እዩ ክብ እንታይ ይበሃል ኣብዚ ኮይኑ ነዝማዱ ወይ ንቤተሰቡ ገንዘብ ስለ ዝሰደደስ ፍታሕ ኣምጺኡ ማለት ኣይኮነን ናይ ብሓቂ ፍታሕ ኣብኡ ከይዱ ከበርክተሉ ዝኽእል ዓቕሚ እዩ ዘድልየና ማለት እዩ። እዚ ከኣ ብዝተፈላለየ መገዲ እውን ክወጽእዎ እዩ። ሓደ ካብኡ እቲ ናይ ትምህርቲ ዕድላቱ ኣባላሽይዎ። ብትምህርቲ ኣዝዩ ምዕቡል ስልጡን ዝኾነ ሕብረተሰብ መንእሰይ ዳርጋ የብልናን ክበሃል ይከኣል። ስለዚ እቲ ቫክዩም ዝመጽእ ዘሎ ዓሰርተ ዓመት ድዩ ገለሲ ጎሊሑ ክረኣ እዩ ማለት እዩ። ብካልኦት ሰባት ገይርና ዲና ሃገር ክንሃንጽ ወላ ስጋዕ ዝመልእ ዲናስ ኢልና ክንጽበ እዚ ኣነ እቲ ቀንዲ ንዓይ ከቢድ ነገር ንክሓስቦ ወይ ድማ ንክግምቶ ዘሸግረኒ ኣብ መወዳእታ ግን ኣነ ዝኮነ ይኩን ኤርትራዊ ዝኮነ ይኩን ኤርትራዊ ንኤውሮጳ ክመጽእ ከም ኤርትራዊ ማለት እዩ ቪዛ ብዘይ ቪዛ ክማን ኣሽንኳይ ዶ ስደተኛ ኮይኑ ክመጽእሲ ቪዛ ከይሓተተ ክመጸሉ ዝክእል እዋን ክንበጽሕ ይምነ ኣነ ማለት እዩ ከም ሳምሶም ምክንያቱ ንሕና ኤርትራውያንሲ ኣብ ስደት መጺና ክንነብር ደይኮነስ ምናልባት ኤሮጳውያን ኣብ ዓድና መጽዮም ክነብሩ ዝብህግዎ ሃገር ክትህልወና ናተይ ትምኒት እዩ ማለት እዩ ከም ትምኒት።
ስርዓት ሃገር ኣለና እሞ እታ
መደብና ዳርጋ ምጥቕላል እያ ኣነ ሓንቲ ክብላ ዝደሊ ኣብዛ ሳምሶም ኣብዛ ዓመት እዚኣ ሓንቲ ዓባይ መጽሓፍ ብትሕዝቶ ዓባይ ትሕዝቶ መጽሓፍ ደሪስካ ኣለኻ። ብዛዕባ እታ መጽሓፍ እስከ ገለ ነገር መብርሂ እስከ ሃበና። ከመይ እወ፣ ዝኸደካላ?
ድርሰት እኳ ኣይትበሃልን እያ፣ እንታይ ደኣ ናይ ናይ ደራሲ ኢኻ። ዝተፈላለዩ ማለት እንታይ እየ ጌረ እቲ ኣብቲ እዋን እተን ብሕታውያን ጋዜጣታት ዘበርክትኦ ዝነበራ ዓበይቲ እጃም ማለት ምዕቡል ዝኾነ ኣሰራርሓ ኔርወን እንድዩ ንዕኡታት ኣብቲ ናይ ጂ ፊፍቲን እዋን ማለት እዩ ጉጅለ ዓሰርተ ሓሙሽተ ክጠፍኡ ከለዉ ክልተ ሽሕን ሓደን ዝኾነት ንእሽተይ መልእኽቲ ገዲፎምልና ከይዶም እዮም ኩላቶም። እቲ መልእኽቲ እቲ ከኣ ከም ሓንቲ ሰረት ናይዛ ሃገር እዚኣ ኮይኑ እዩ ዝስመዓኒ። ብፍላይ ሕጂ ተመሊስካ ከተንብቦ ከለኻሲ ጠፊኦም ኣይኮኑን ዝበሃሉ እንታይ ደኣ ሰረት ገዲፎምልና እዮም ከይዶም። ድሕሪ ደኣ ሓደ ገዛስ ሰረት እንድሕሪ ደኣ ጸኒሑካሲ ድሕሪ ዕስራን ሸሞንተን ዓመት መጺኻ ከማን ገዛ ክትሰርሖ ትኽእል ኢኻ ጸገም የብሉን። ስለዚ እቲ ከምኡ ኮይኑ እዩ ዝስመዓኒ እሞ ኣብ ሓደ ጠርኒፍና ክስታይ ዘይገብሮ ኢለ ማለት እዩ ኣብ ሓደ ብምሉኡ እቲ ዝበሃል ዝነበረ ኣብቲ እዋን እቲ ናይ ፐርሰናል ታሪኽ ኢንተርቪው ድዩ ብዛዕባ እቲ ጉዳይ ዝብልዎ ዝነበሩ ድዩ ብእኩብ ዝጽሕፍዎ ዝነበሩ ደብዳቤታት ቁልዒ ደብዳቤታት ድዩ ገለ ብምሉኡ ኣብ መጽሓፍ ኣስፊረዮ ማለት እዩ ብጣዕሚ ከኣ ምስዚ እዋናዊ ኩነታትዚ ኣዝዩ ንጹር ዝኾነ እንታይ እዩ ዝበሃል ዘርኢ ከምኡ ድማ ነቲ ኣፍልጦ ዘይነበሮ ውን ጽቡቕ ኣፍልጦ ክህልዎን ጠቓሚት እያ ምኽንያቱ ኣነ ንባዕለይ ደጊመ ከንብባ ከለኹስ ክስታይ ጌራትኒ እያ ኣብ ሂወተይሲ ፍሉይ ብዛዕባ ኤርትራስ ፍሉይ ፍቕርን ጥንቡላሕታን ማለት ከምዚኦም ዓይነት ሰባት ድሕር ድኣ ነዛ ሃገር እዚኣ ዝብጀዉላ ኮይኖምስ ኣነስ ንእሽተይ ርብዒ ናቶም ተገበርኩስ እንታይ እቲ ጸገም ኢኻ ትብልና ናይ ብሓቂ ኤርትራውነት ውን ታይ ምዃኑ ኣርእዮሙና ማለት እዩ እታ ቅዋም ንባዕላ ክሳዕ ክንደይ ክብረት ከም ዘለዋ ዋጋ ሂወቶም ዝኸፈሉላ ጉዳይ ብምዃና እዚኣ ውን ኣብ ንሕና ከምቲ ዝበልክዎ እቲ ሰረት ስለ ዝኾነ ሰረት እቲ ቅዋም ነዲፎሞ ንሕና ከኣ ኣብ ተግባር ከነውዕሎ ኣለና፣ ክንሃንጾ ኣለና ማለት እዩ ዝብል እቲ ሕመረት ናይቲ መጽሓፍ። ብኸምዚ መሰረት'የ ኣቢለ'ያ ዘርጊሐያ ዘለኹ፣ ኣብዚ ቀረባ እዋን'ያ ተዘርጊሓ። ገና ጽቡቕ ጌራ ኣብ ዕዳጋ ወይ ድማ ሰብ ኣየበላን ዘሎ ማለት እዩ። ግን ተስፋ እገብር ሰብ ክከታተላ ከንብባ ክርእያ። ምክንያቱ ኣዝያ ጠቃሚት እያ ብፍላይ ነዚ መንእሰይ ማለት እዩ። እወ
ኣነ ውን ርእየያ ኣለኩ ነዚ መንእሰይ እዚስ ጎስጓሲትን ኣነቃቃሒትን ኮይና ዓቢ ተራ ክትጻወት እያ ዝብል እምንቶ ኣለኒ እንቋዕ ነዚ ብቃዓካ ክብለካ ከኣ እደሊ። Thank you thank you የቀንየለይ።
ካልእ ኣብ ምጥቅላል ብኣጋጣሚ ናይዚ ክቡር ሃገራዊ በዓል ከተመሓላልፍዎ እትደልዩ መልእክቲ ናባኹም ናባኹም ንገድፎ።
ኦኬ ኣኔልና ገነሽ ያ እቲ በዓል ኩሉ ግዜ ክቡር በዓል እዩ ምናልባት ኣብዚ እዋን እዚ ብብዙሕ ከም ህዝቢ ተጎዲእና ስለ ዘለና ሓደ ሓደ ግዜ ሰባት ብዝተፈላለየ ሕርቃን እንታይ በዓል እዩ፣ እንታይ ዕስራን ኣርባዕተን ግንቦት እዩ፣ እንታይ ናጽነት እዩ እንዳበሉ ይዛረቡ እዮም። እቲ ስምዒት ዝርደኣካ እዩ፣ ምኽንያቱ እቲ ዝሓለፈ ዓመታት ዘሕለፍናዮ ነሕልፎ ዘለና መከራ ንኹሉ ጽቡቕ ነገር ናይ ዓድናን ናይ ህዝብናን ከም ንርስዕ ጌሮሙና እዮም። እቲ ቃልሲ እውን ሓደ ካብኡ እዩ፣ ክንዝክሮ ዘለና ነገራት ኣሎ። ከምዚ ሳምሶን ክብሎ ዝጸንሐ ኣያታትና ኣቦታትና ካብ ነዊሕ ኣትሒዞም ዝተፈላለየ ዋጋ እንዳኸፈሉ እዮም ኣምጺኦሞ ሕጂ ቀሊል ስለ ዘይኮነ ሓደ ምዕራፍ ናይ ታሪኽ ናይ ዓመጽ ዓጽዮም ሓድሽ ምዕራፍ ከፊቶምልና እታ ሓዳሽ ምዕራፍ ዝኸፈትዋ ድማ ንሕና እቶም ሕጂ ዘለና ወለዶ ክንቅጽላ እዩ ዘለና። እቲ እሶም ዝጀመርዎ ንሕና ክንቅጽሎ ኣሎና። ንሕና ንኾርዓላ ሃገር ኩሉ ኤርትራዊ ክጋደል እንከሎ ክወጽእ እንከሎ ዝሓልማ ዝነበረት ሃገር እዚኣ ኣይኮነትን ብዝኾነ ኮይኑ ምኽንያቱ ምስ ብዙሓት ተጋደልቲ ንዕልል ኢና ኩላትና ንፋለጥ ኢና ሰድራቤት ስለዝኾና ክወጽእ እንከሎ ዝሓልማ ዝነበረት ኤርትራ እዚ ኣይኮነትን። ስለዚ እቲ ኩሉ ኤረትራዊ ዝሓልማ ኤረትራ ክሳዕ ትመጽእ ድማ ክንቃለስ ኣለና። ንስና እቶም ግንቦት ግን ብዙሕ ዋጋ ዝተኸፍለላ ዓቢ ዓወት ዘምጸናላ ከም ህዝብን ሃገርን ስለ ዝኾነት ሎሚ ውን ኤረትራውያን ተባሂልናውን ከም ሰባት ንጽዋዓላ ዘለና መዓልቲ ምክንያት ስለ ዝኾነት ግን ምስ ኩሉ ዘለና ክብደት ናይ ናይ ሓዘን ዋላ ናይ ሕርቃን ናይ ገለመለ ብሓበን ግን እንዝክራ መዓልቲ እያ። ጽቡቅ
ሳምሶም
እያ መቸስ እዚ ስርዓት እዚ ናይ ብሓቂ መንነትና ቀንጢጥዎ እንድዩ ኣነ ብነብሰይ ክርእዮ ከለኩ ሲ። ከምዚ ቅድሚ ሕጂ ብዚ ከተማ ዘለኹ ኮርሶ ነይሩስ ሕጂ ዳኒኤል ኤርትራውያን ገለ በዓል እዚ ዳኒኤል ገለ ይሳተፉ ነይሮም ሕጂ ኣብቲ ኤርትራውያን ዘለዎ ቲፎዞ ምስ ከድኩ እታ ባንዴራ ናይ ኤርትራ ሂቦምኒ ሲ ናይ ብሓቂ በቃ ክሕዛ ኣይከኣልኩን ኣለርጂ ገይራ ሃለይኖ ክሳዕ ክሳዕ ክንድኡ ደሓር ኣስተብሂለ ን ማለት ክሳዕ ክንድኡ ድየ ኣነ ነዛ ባንዴራ እዚኣስ እስታይ ኮይኑ ኣለና ሕጂ እንታይ ክብል ደልየ እቲ በዓል ናጽነት ውን ካብ ዘይብዕሎስ ዓመታት እዩ ኮይኑ ካብቲ ክብረትና ካብቲ ናጽነትና ካብቲ ባንዴራና ካብ ኩሉ እዮም ፈልዮምና ከምዘይ ናህና ክንሪኦ ገሮምና ማለት እዩ ኣክቹሊ እዚ እኮ ናትና እኮ እዩ ነቲ ነቲ ስርዓት ኣይኮነን ዝግብኦ ነቲ ህዝቢ እዩ ዝግብኦ እቶም ዝተሰውኡ ኣሕዋትና እዮም እታ ሃገር ሃገርና እያ እቲ ናጽነት ከኣ ናትና እዩ ኔሩ ከም ግቡእ ግን ካብቲ ክብረትና ካብቲ ርእሰ ተኣማንነትና ካብቲ ኤርትራውነትና ኣርሒቖምና ማለት እዩ ስለዚ ነዚ ኢና ክንመልሶ ዘለና መጀመርያ ናትና እዩ ንሕና ኢና ክንብል ክንክእል ኣለና ሽዑ እቲ ናጽነት ጽቡቕ ጌርና ክነስተማቕሮ ንኽእል ማለት እዩ እምበር ናጽነት ተጋደልቲ ኣትዮም ኢልካ ዓመት ዓመት ጓይላ ምግባር ምስዕሳዕ ኣይኮነን። ናጽነት መዓልቲ ከተብቦ በሃል ከሎ ናይ ስዉኣት መትከላት ናይ ስዉኣት ለበዋን ኣብ ተግባር ትገብረሉን ምስ ሕልናኻ ትተሓሳሰበሉን መዓልቲ ውን እዩ ስለዚ ሳዕስዒት ጥራይ ዘይኮነሲ ናይ በሓቂ ብዛዕባ ሃገርካ ሓንሳእ ኮፍ ኢልካ ምስ ነብስኻ ትተሓሳሰበሉን ተብለሉን ኩነታት ስለ ዝኾነ እዛ ናጽነት እዚኣ ከኣ ብሓቂ ኤርትራ እዞም ስውኣት እዚኣቶም ነዛ ናጽነት እዚኣ'ሲ ንኸምዚ ዓይነት ናጽነት ኣይኮን ተሰዊኦም ናይ ብሓቂ እንድሕር ርኢናዮ ዝወለድዎም ደቁ ደቆም መንበሮም ጠንጢኖም ክኸዱ፣ ኣዴታቶም ኣብ ሽግር ብሽግርን መከራን ከብላ ኢሎም ኣይኮኑን ተሰዊኦም። እንታይ ደኣ እታ ናይ ብሓቂ ኤርትራ ንዓና ትግባእ ኤርትራ እዮም ተሰዊኦም። ስለዚ ንሳቶም ከይዶም እንድዮም ንሕና ኢና ተሪፍና ዘለና ማለት እዩ። እቲ ናታቶም ሕድሪ ግን ኣብ ተግባር ከንውዕሎ ኣለና። እታ ናይ ብሓቂ ናጽነት እታ ናይ ብሓቂ ስውኣትና ዝደልይዋ ናጽነት ከነምጽኣ ክንክእል ኣለና። ሽዑ ኢና ንስዕስዕ፣ ሽዑ ኢና ንሕጎስ፣ ሽዑ ኢና ከኣ ነስተማቕራ ማለት እዩ። ስለዚ ከምኣ ዓይነት ናጽነት ክትኮነልና ንህዝቢ ኤርትራ ይምነ። ዕድል ኣለዎ፣ ክገብሮ እውን ይኽእል እዩ። ስለዚ መሰልናን ክብርናን ሃገርናን ባንዴራናን ንምለስ እየ ዝብል። የቐንየለይ።
ገንዘብካ ኩሉ ሃላዋ ሓቅኻ እቲ ዝነበረ ህሞት ክንመልሶ ብሓደ ክንቃለስ ኣለና እዚ የቐንየለይ ወዲእና ኢና ብስም ኩሎም ተኻታተልቲ ዕላልና ከኣ ከመስግነኩም እፈቱ ርሑስ በዓል ናጽነት። ኣሜን ኣሜን ኣሕቢሩ የቀንየልና ፍቃድሽ የቀንየልና thank you።